ሰላም ተኸታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎሚ ሓሙስ ትሽዓተ ሓምለ ብቀዳማይ ትሕዝቶ መደባት ቀሪበ ኣለኹ ንምክትታልኩም ብኽብሪ ይዕደም።

ኣብ ልዕሊ ቴስዓ ዕላማታት መንግስቲ ኢራን ዕውት ዝኾነ ደብዳብን ወተሃደራዊ ስርሒታትን ከምዘካየዱ እቲ ፕረዚደንት ናብ ማሕበራዊ መራኸቢታት ብምምጻእ ነቲ ሎም ለይቲ ተኻይዱ ዝርከብ ዘሎ ወተሃደራዊ ስርሒታት ዝምልከት መግለጽን መልእኽታትን የሕሊፉ ይርከብ ኣሎ። ዶናልድ ትራምፕ ኢራን ሎም ለይቲ ምሉእ ብምሉእ ከምዝዓነወት፣ ወተሃደራዊ ዕላማታትን መሳለጥያን ናይታ ሃገር ከምዝተደምሰሰ፣ ድሕሪ'ዚ ዝተኻየደ ከምዚ ዓይነት ወተሃደራዊ ስርሒታት፣ ላዕለዎት ሰበስልጣን ናይታ ሃገር ንዶናልድ ትራምፕ ናይ ቴለፎን ደወላት ብምክያድ፣ ኢራን ምስ ኣሜሪካ ኣብ ትሕቲ ዝኾነ ይኹን ኩነታት ክትሰማማዕን ክትረዳዳእን ድልየታትን ቅሩብነትን ከምዘለዋ ኣሜሪካ ተካይዶ ዘላ ደብዳባት ብህጹጽ ደው ክተበል ጻውዒታት ከምዘቕረብሉ ድሕሪ ምሕባር፣ ዶናልድ ትራምፕ ነቲ ቀሪብሉ ዝርከብ ዘሎ ናይ ሰላም ጻውዒታት ክሓስበሉ ምዃኑ ድሕሪ ምሕባር፣ ኢራን ኣብ ልዕሊ ብመጻብብ ሆርሙዝ ዝሓልፋ ንግዳውያን መራከብ መጥቃዕትታት እንተድኣ ቀጺላ፣ ኣሜሪካ ነታ ሃገርን ነቲ ኣብኡ ዝርከብ ዘሎ ስርዓትን ምሉእ ብምሉእ ክትድምስሶ ምዃና'ዩ ዶናልድ ትራምፕ ሕጂ'ውን ናብዛ ሃገር ፈኸራታት የሕሊፉ ዝርከብ ዘሎ። ላዕለዎት ሰበስልጣን መንግስቲ ኢራን ብተደጋጋሚ ምስ ኣሜሪካ ንዘካየድዎ ስምምዓት ክጥሕስዎ ከምዝጸንሑ ዝዝከር ኮይኑ፣ እዚ ኣብ ልዕሊ ንግዳውያን መራክብ ዝሓለፈ ክልተ መዓልታት ዘካየድዎ ናይ ጠልቀብቀብ ተግባራት'ዩ፣ ኣሜሪካ ንኽልተ ተኸታተልቲ ለይቲ ከምዚ ዓይነት ወተሃደራዊ ስርሒታት ኣብታ ሃገር ኣካይዳ ትርከብ ዘላ። ኢራን ኣምሳያ ናይዚ ኣብ ልዕሊኣ ዝተኻየደ ደብዳባት ናብ ባሕሬንን ኩዌትን ንዝርከብ ወተሃደራዊ ዕላማታትን መዓስክራትን መንግስቲ ኣሜሪካ ደብዳባት ከምዝፈጸመት ይግለጽ ኣሎ። ክልቲኤን ሃገራት ኣብ ዝዘርግሕኦ ሓበሬታ እቲ ካብ ኢራን ዝመጽእ ዘሎ ባለስቲክ ሚሳይላትን ድሮናትን ኣብ ሰማያት እንከሎ ይመክን ከምዘሎ ክሳብ ሕጂ ዝኾነ ይኹን ዕላማታት ከም ዘይሃረመ መግለጺታት ኣውጺኤን ዝርከባ ዘለዋ ምስቲ ዞባ ቅርበት ዘለዎም ወገናት ይሕብርዎ ከም ዘለዉ፣ ኣሜሪካ ነቲ ምስ ኢራን ዝተኻየደ ስምምዓት ኣብ ግምት ምእታው ነዘን ሃገራትን ነቲ ኣብኡ ዝርከብ ወተሃደራዊ መዓስከራታ ሙዕቡል ዝኾነ ጸረ መከላኸሊ ሚሳይላትን ራዳራትን ስለ ዝተኸለት ነቲ ካብ ኢራን ዝመጽኣ ዝነበረ ሓደገኛ መጥቃዕትታት ክትምክቶን ክትከላኸሎን ከም ዝኸኣለት እዮም እናገለጹን እናተንተኑን ዝርከቡ ዘለዉ። ላዕለዎት ሰበስልጣን መንግስቲ ኢራን ምስ ዶናልድ ትራምፕ ብህጹጽ ክራኸቡን ስምምዕ ክኽትሙን ኣቕሪቦሞ ዝርከብ ዘለዉ ከምዚ ዓይነት ጻውዒታት ዶናልድ ትራምፕን መንግስቲ ናይታ ሃገርን ሓሲቦም እንታይ ዓይነት ምላሽ ክህብሉ'ዮም ክንከታተሎን ክንዕዘቦን ኢና። ማእከላይ ምብራቕን ኢራንን ግን መሊሶም ናብቲ ዝሓለፈ ሰለስተ ኣዋርሕ ዝነበርሉ ኣዕናውን ሓደገኛን ኩነታት ተሰጋጊሮም ይርከቦ። ተኸታተልቲ ናብቲ ካልኣይ ንሪኦ ኣገዳሲ ዛዕባ ምስ እንሰገር ብቐጥታ ምስ ሃገርና ኤርትራ ዝተታሓዘ ኮይኑ ኣብ መንጎ ኤርትራን ቻይናን ዘሎ ርክባት ናብ ካልእ ደረጃታት ይሰጋገርን ይዓብን ከምዘሎ ሃገረ ቻይና ንኤርትራ ኣብ ዞባ ቀርኒ ኣፍሪቃን ማያት ቀይሕ ባሕርን ከም ቀንድን ጽንዕትን መሻርኽቲ ብምጥማት ምስ ኤርትራ ተካይዶ ርክባት ብዓብዩ ከኣ ምስ መንግስቲ ኤርትራ ዝግበር ኣብ ዝተፍላለየ መዳያት ሽርክነት ተዕብዮን ተጎልብቶን ተበርኾን ከም ዘላ ክልቲኤን ሃገራት ኣብ ሓጸርቲ እዋናት ውን ዓበይቲ ዝኾነ ስምምዓት ክሳብ ወተሃደራዊ መዳይ ዝኸደ ክኽትማን ክሰማምዓን ምዃነን ሓብሬታታት እናወጸ ይርከብ ኣሎ። እዚ ሕጂ ዝወጽእ ዘሎ ከምዚ ዓይነት ሓብሬታን ትንታነታትን ድሕሪቲ ላዕለዋይ ልኡኽ መንግስቲ ቻይና ብባይቶ ሰብኣዊ መሰላት ውድብ ሕቡራት ሃገራትን ገለ ገለ ምዕራባውያን ሃገራትን ኣብ ልዕሊ ኤርትራ ዝተገብረ ናይ ዓሰርተ ኣርባዕተ ዓመታት ተጻብኦታት ንኽቕጽል ድሕሪ ዝሓለፈ ውሳነታት መንግስቲ ቻይና እቲ ዝሓለፈ ውሳነታት ሕቡእ ፖሎቲካዊ ኣጀንዳን ተልኾታትን ከምዘለዎ ንኤርትራ ዝግበር ከምዚ ዓይነት ተጻብኦታት ቻይና ብመትከል ከምዘይትቕበሎን እቲ ፍሉይ ልኡኽ ናብ ኤርትራ ዘካይዶ ምንቅስቓስ ከኣ ብወጹዕ ጠው ንኽበል ድሕሪ ዘቕረበቶ ሓያል ዝኾነ ጻውዒታት'ዩ። ሃገረ ቻይና ሓንቲ ካብተን ጽንዕቲ ማሕዛ ህዝብን መንግስትን ኤርትራ'ያ። ኣብ መዳይ ዲፕሎማሲ ንሃገርና ኤርትራ ዝገብሮ ዓበይቲ ሓገዛት ብቓላት'ውን ዝግለጽ ኣይኮነን። ኣብ ውሽጢ ኤርትራ ኩባንያታት መንግስቲ ቻይና፣ ኣብ ዓበይቲ ዓበይቲ ጽላታት ወፍርታት የካይዱ ኣለዉ። እቶም ኣብ ኤርትራ ኣብ መዳይ ዕደና ዝነጥፉ ዓበይቲ ኩባንያታት እንተድኣ ርኢና ዳርጋ ዝበዝሑ ናይ መንግስቲ ቻይና እዮም። ኣብ መዳይ ጸዓትን ትሕተ ቅርጽን እውን ብተመሳሳሊ ኩባንያታት ናይ መንግስቲ ቻይና ኣብ ኤርትራና ዓበይቲ ስርሓት የሰላስሉ ኣለዉ። ክልቲኣን ሃገራት ካልእ ዓበይቲ ስምምዓት ብምኽታም ንዘለወን ርክባትን ታሪኻዊ ምሕዝነትን ናብ ካልእ ደረጃታት ንምዕባይ ምንቅስቓሳት የካይዳ ኣለዋ። መንግስቲ ቻይና ምስ ኢትዮጵያ ዝነበሮ ርክባት ኣብዚ ሕጂ እዋን እናዛሕተለ ምስ ኤርትራ ዘለዎ ርክባት እናዓበዮን እናጎልበቶን ይመጽእ ኣሎ። እዚ ከኣ ቻይና ኣብ ዞባ ቀርኒ ኣፍሪቃ ንኤርትራ ከም እምንትን ጽንዕትን ማሕዛ ብምጥማት ምስ ኤርትራ ተካይዶ ምትሕብባር ናብ ካልእ ደረጃታት ክተዕብዮ ሓደ ካብቲ ኣገዲድዋ ዝርከብ ዘሎ ዓበይቲ ኩነታት እዩ። ቻይና ሓንቲ ካብተን ብደረጃ ዓለም ኣብ ወተሃደራውን ቁጠባውን መዳይ ሓያል ዝኾነት ሃገር እያ። እዛ ሃገር ኣብ ጎኒ ህዝብን መንግስትን ኤርትራ ምህላዋ ኤርትራና ትረብሖን ትኸስቦን ነገራት ኣዝዩ ዓቢ እዩ። እዚ ከኣ ንምዕራባውያን ሃገራትን ኣካላትን ነተን ኣብ ልዕሊ ኤርትራ ዝተፈላለየ ኣጀንዳታት ከተግብራ ጻሕታሪ መንገዲ ዝኽተላ ዓበይቲ ብድሆታት ኮይንወን ይርከብ ኣሎ። ባይቶ ሰብኣዊ መሰላት ውድብ ሕቡራት ሃገራትዶ ባይቶ ጸጥታ እናተብሃለ፣ ኤርትራ ንምምብርካኽ ንዝሓለፈ ልዕሊ ዕስራን ሸውዓተን ዓመታት ዝተፍላለዩ ፈተነታት ተኻይዱ፣ መንግስቲ ቻይና ነቲ ዝካየድ ከምዚ ዓይነት ፈተነታት ናይ ቆፍ መሰሉ ብምጥቃም ክዓግቶን ክገትኦን ኣብ ዝተፍላለዩ ኣጋጣሚታት ተራእዩ ነይሩዩ። እዚ ናይ ኤርትራን ናይ ቻይናን ከምዚ ዓይነት ርክባት ንከም ስርዓት ብልጽግና ዝኣመሰሉ ነዚ ዞባ ንምሕማስን ንምህዋኽን ዝንቀሳቐሱ ኣካላት ብዓብዪ ከኣ ንሕቡራት እማራት ዓረብን እስራኤልን ከምኡ'ውን ሩስያ ዓበይቲ ብድሆታት ኣብ ቅድሚኤን ተገቲሩ ይርከብ። ናይ ኤርትራን ናይ ቻይናን ከምዚ ዓይነት ርክባት ናብ ካልእ መዳይን ደረጃታትን ክዓቢ ምዃኑ'ዩ ምስዚ ትንታነታት ተተሓሒዙ ዓበይቲ ዜናታት እናወጸ ዝርከብ። እዚ ወጺኡ ዝርከብ ዘሎ ከምዚ ዓይነት ዜናን ጸብጻባትን ንዓና ንኤርትራውያንን ንሃገርና ኤርትራ ልዕሊ ዝኾነ ካልእ እዋን ኣገዳሲ'ዩ። ኩቡራት ተኻታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ክልተ ዜናታት እዚ ክትከታተልዎ ዝጸናሕኩም እዩ ዝመስል ኔሩ ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ፈንቅል